ሰላም ከመይ ቀኒኹም ኩቡራትን ኩቡራንን ተኸታተልትና ስደት ካብ ቤተሰብካ ከባቢኻን ጥራሕ ዘይኮነ ካብ ባህልኻ ህዝብኻን ልምድኻን እምነትካን ፈላልዩ ናብ ካልእ ከም ባሕሪ ዝምስፍሑ ልምድን ድሌትን ናይ ካልኦት ከባቢ ዝወስድን ብዝተፈላለየ ኣጋጣሚ ዝፍጠርን ኣዝዩ ጨካን ፍጻመ ምዃኑዮም ብዙሓት ዝጠቕስዎም ዝበዛሕና ድማ ነዚ ሓሳብ እዚ ንሰማማዕ ንኸውን ኢና፣ ገለ ከኣ በንጻሩ። ብዝኾነ ክቡራትን ክቡራንን ተኸታተልትና፣ ናይ ሎሚ ትሕዝቶና ሓደ ዋርሳይ፣ ዋርሳይ ቅድሚ ምዃኑ፣ ስድራቤቱ ክኣልን መነባብርኡ ከመሓይሽን ብምሕላን ናብ ስደት ናይ ዝገበሮ ናይ ባሕሪ ጉዕዞን ዓሰርተታት ኪሎሜተር በታ ንስደት ዝሰግሩላ ዝነበሩ ጃልባ ምስ ተጓዕዙ እዚ ዘይበሃል ከቢድን ሓያልን ማዕበል ነቶም ብቑጽሪ ክሳብ ሱሳ ዝበጽሑ ስደተኛታት ከመቕጽበት ኣብ ሓጺር እዋን ነታ ጃልባ ብምስብባር እቶም ሱሳ ኤርትራውያን ኣብ ማእከል ቀይሕ ባሕሪ ከምዝጠሓሉ ሰለስተ ካብኣቶም ግን ናይ ምሕንባስ ክእለት ስለዝነበሮም እናሓንበሱ ንብዙሕ ኪሎሜተራት ህይወቶም ንምድሓን ንዝገብርዎ ቃልሲ ናይ ህይወትካ ናይ ምትራፍ፣ ኣብ መወዳእታ እውን ክልተ ካብኣቶም ፍጹም ተኻኢሎም፣ ኣብቲ ዝቃለስዎ ዝነበሩ ማይ ባሕሪ ናይ ቀይሕ ባሕሪ ብሰንኪ ድኻም ካላስ ኣነስ ኣእኪለ እናበሉ ከም ዝጠሓሉን ከም ዝሞቱን እንኮ ብህይወት ድሒኑ መላሰ ኣውያት ወይ ነጋሪ መርድእ ከም ዝኾነን እዚ ናይ ሎሚ ዋርሳይ ኣብ መጽሓፍ ዋርሳይ ንተመኩሮኡ ኣብ ጉዕዞ ባሕርን ህልቂትን ኣስፊርዎ ኣሎ። ነዚ ሓቀኛ ዛንታ ዝሓዘ ትሕዝቶ ክትከታተሉ ብኽብሪ ንዕድመኩም። ሰናይ ምክትታል።

ደንደስ ኢንገል በጺሑ ደው በለ። ስግር ባሕሪ ብርሑቕ እናማዕደወ ድማ ምስቲ ኣብኡ ዝጽበዮ ዝነበረ ደላላይ ሓባሪ መገዲ ተራኺቡ ዕላል ጀመረ። መጋይሽቱ ዝኾኑ ልዕሊ ሱሳ ሰባት ናብ ሓንቲ ንእሽቶ ጃልባ ዕብሪ ክስቀሉ ንብረቶም ክጽዕኑን ሸበድበድ በሉ። ዓሰርተ ሓሙሽተ ሚያዝያ ሽሕን ትሽዓተ ሚእትን ተስዓን ሸውዓተን ሰዓት ሸውዓተ ምሸት ናብ ዓዲ ራህዋን ሽሻይን ዝበልዎ ጉዕዞ ብባሕሪ ከኣ ተበገስ ኮነ። ብሓበራ። ማሕሙድ ምስ ደላላይ ጉጅም ክብል ጸኒሑ ንቕሎ ምስ ኮነ ከኣ ናብታ ጃልባ ናብኣ ኣምርሐ። ደላላይ እንተስ ተደፋኒቑ እንተስ ተጠራጢሩ ጽቕጥቅጥ ውን ጸሊኡ እንታይ ከም ዝሓሰበ እንድዒ ገንዘቡ ተቐቢሉ ከብቅዕ ስምዓኒ ማሕሙድ። ካልእ መዓልቲ ዝኸዳ ጀላቡ ስለ ዘለዋ ዘይትቕኒ በሎ ኣላታን ዘይብላን ከይደ ደኣ ነቒለ ደሓን ኩኑ ብሰላም ከኣ የራኽበና ዝበለ ማሕሙድ ሓሳቡ ኣይቀየረን ዝኾነ ስግኣት ውን ፍጹም ኣብ ውሽጡ ኣይነበሮን ባሕሪ እንተኾይኑ ብዘይ ማዕበል ጸጥ ኢሉ እቲ ሁዱእ ዝሑል ንፋሱ ዘፈስህ እዩ ነይሩ ኣብቲ እዋን እቲ። ወዲ ዕስራን ሸሞንተን ዓመት ማሕሙድ መሓመድ ዓሊ ትርኑዕ ጎበዝ ሻምናይ ክፍሊ በጺሑ ብልምዲ እውን ናይ መካኒክ ክእለት ኣጥርዩ ነበረ። እንተኾነ እዚ ስለ ዘይዕገቦ ዝሓሸ መነባብሮ ንምርካብ ብምባል ጥጡሕ ናብራ ንምምስራት ተመነየ። ኣብ ሽሕን ሸዓተ ሚእትን ሰማንያን ሸሞንተን ዓመተ ምህረት ስግር ባሕሪ ተሰዲዱ ኣብ ሱዕድያ ሸሞንተ ዓመታት ተቐሚጡ ነበረ። ሓሳብ ልቡ ሰሚሩሉ ኸኣ ብዝነበሮ ክእለት ተጠቒሙ ደሓን ዝኾነ ገንዘብ ኣኻዕቢቱ ነበረ። ምስ ግዜ ኸኣ ባዕሉ ዝውንኖ ጋራጅ ከፊቱ ሓንቲ ንእሽቶ መዛወሪት መኪና እውን ወኒኑ ንድኽነት ከኣ ደሓን ኩኒ ብምባል ኣማዕድዩ ክጥምታ ጀመረ። ማሕሙድ ቀሲኑ ዘየቕስን ስክፍታን ስግኣትን ግን ነይርዎ እዩ። ስደት ስደት ምዃኑ ኣይተርፎን እዩ ካብ ዝብል እምነትን ሓሳብን ዘንቀደ ስክፍታ እዩ። ቁራስ እንጌራ ረኺብካ ኣብ መሬት ዓድኻ ሽቑረራ ዘይብሉ ጸጋን ህይወትንሲ መዓስ እዩ ዝርከብ ብምባል ድማ ኣስተንተነ። ድኽነት ኣብ ስግር ባሕሪ ጉሒፉ ናብ ዓዱ ክምለስ ቀሲኑ ዝነብረሉ ባይታ እውን ከጣጥሕ ተመንየ። መንበሪ ፍቓድ ናይ ሱዕድያ ከውጽእ እውን ኣይደልየን። ሃሙን ቀልቡን ዘድልየካ ሒዝካ ናብ ዓድኻ ምምላስ ስለ ዝኾነ ብናቱ ኣረዳድኣ ናብ ዓዱ ጠቕሊሉ ንምእታው ግን ገለ ዘዝተረፎ ነገራት ክመላልእ ብሎሚ ጽባሕ ዝብገሰሉ ግዜ ኣይወሰነን፣ ብኸምኡ ኸኣ ተናውሐ። ስግኣቱ ስግኣት ጥራይ ኰይኑ ግን ኣይተረፈን፣ ሕጋዊ ፍቓድ መንበሪ ስዑድያ ዘይሓዘ ስደተኛ ካብታ ሃገር ክወጽእ ተኣዘዘ። ምስ ፖሊስን ኣባላት ጸጥታን ናይታ ሃገር ከኣ ጭርጭር ዓበደ ተጀመረ። ማሕሙድ ኣብ ዝመስዮ ክሓድር ዝኽእል ነጭ በረር ብምንባሩ፣ ካብ ኣባላት ፖሊስ ስዑድያ ተኸዊልካ ምንባር ብዙሕ ኣይከበዶን። ዘጥርዮ ዝርካቡ ንብረትን ገንዘብን ብኸመይ ናብ ዓዱ ከእትዎ ይኽእል ኣብ ዝብል ኣብ ምብልሓት እዩ ዝነበረ። እቲ ካልእ ፍጹም ኣይጸገሞን። ንግዚኡ ኣብቲ ጭርጭር ዓበደ'ውን ኣይተረኽበን። ብዙሕ ግዜ ተኸዊሉን ተመሳሲሉን ነቲ ግፋ ይወጾ ነበረ። ሓደ እዋን ግን ብወዝቢ ምስ ኣባላት ፖሊስ ስዑድያ ጎፍ ንጎፍ ተጋጠመ። እንታይ ይገበር መዋጽኦ ኣይነበረን። መዋጽኦ ሰኣነ። ገንዘቡ ከይሓዘ፣ ንብረቱ ከይጠርነፈ። ፍቓድ መንበሪ ኢጋማ የብልካን ተባሂሉ ኣብ ሽሕን ትሽዓተ ሚእትን ተስዓን ሸውዓተን ዓመተ ምሕረት ካብ ስዑድያ ከኣ ተጠረዘ። ድሕሪ ሸሞንተ ዓመታት ድማ መእተዊ ገዛ ዘይብሉ ጥራይ ኢሉ ናብ ዓዱ ተመልሰ። ማሕሙድ ካብ ፎሮ ወሲዱ ክጉሕፋ ዝሓሰበ ድኽነት ደድሕሪኡ ሰዓበቶ። ድሕሪ ሸሞንተ ዓመታት ብውሕልል ክእለቱ ለፊዑ ዘጥረዮ ንብረትን ሃብትን ንኾንቱ ባኺኑ ማይ ዓሚኹ ተረፈ። ኣርሒቐ ጉሒፈያ። ገጻ ትርሓቕ ድኽነት ክብል ምስ ጀመረ ተመሊሳ ከተሽካዕለሉ ፈጺሙ ኣይተዋሕጠሉን። ካብ ኣሽሓት ሪያል ዜሮ ሓሙሽተ ሳንቲም ሒዙ ክተርፍ ኣበደን በለ። ክዋሓጠሉ ከኣ ኣይከኣለን። ካልእስ ይትረፍ እተን ሒዜን ዝነበርኩ ገንዘብን ንብረትን ክእክበን ኣለኒ ዝብል ሓቦን ኒሕን ኣቡንኡ እናተመላለሰ ከኣ ሃወጾን ኣሸጎሮን። ብ ዓሰርተ ሓሙሽተ ሚያዝያ ሽሕን ሸሓተ ሚእትን ተሰዓን ሸውዓተን ኣብ ሰዓታት ምሸት ካብ ደንደስ፣ ኢንገል፣ ዳግማይ ናብ ስዑዲ ዓረብ ክብገስ እንከሎ እናተመላለሰ ዝርብጾ ዝነበረ ሓሳብ ዛሕዚሐዮ ዝመጻእኩ ንብረተይን ገንዘበይን ክእክቦ ኣለኒ ዝብል እዩ ነይሩ። እቲ ደላላይ ብሓውሲ ሓልዮት ጽናሕ ካልእ መዓልቲ ክትከይድ ትኽእል ኢኻ ክብሎ እንከሎ፣ ማሕሙድ እትሰምዕ እዝኒ ፍጹም ኣይነበረቶን። ቻው ኢሉ ኣብታ ጃልባ ተወጢሑ ተሃንፈፈ። እቲ ጸጥ ኢሉ ዝነበረ ህዱእ ንፋስ ባሕሪ እናሃረሞ ኸኣ ኣብታ ጃልባ መሰ ኣንሳፈፈ፣ ገጹ ብተስፋ ተኾለዐት። እታ ጃልባ ጥዑም ወግዒ ዘለዎን ሰብ ጽቡቕ ተስፋን ኣሳፊራ ዝያዳ ክልተ ሰዓታት ዝኸውን ኣብቲ ባሕሪ ተጓዕዘት። ኣብቲ ጸላም ነቲ ማይ ባሕሪ እናገልሀት ምስ ተሓምበበት ኣብ ጃልባ ዘይኮነ ኣብ ተስፋ ተወጢሖም ዘንሳፍፉ ዘለዉ ኮይኑ ከኣ ተሰምዖም። ነዳይ ናይ ልቡ ይሓልም ከም ዝበሃል ስግር ባሕሪ ኣብ ዓዲ ሺሻይ ተሰዲዶም ወርቅን ጨርቅን ኮይኖም ናብ ዓዶም ክምለሱ መነባብሮ ስድርኦምን ሓዳሮምን ክመሓየሽ ከኣ ተራእዮም። እታ ጃልባ ልዕሊ ዓቕማ ሰባት ጽዒና ተጸቓቒጦም እኳ እንተነበሩ፣ ዝያዳ ተሓቋቚፎም ዝፋቖሩ እምበር ዝጸቓቐጡ እውን ኣይመሰሎምን። ትስፉው ዕላላት ሒዞም ጉጅም እናበሉ ኸኣ ይጓዓዙ ነበሩ። ማሕሙድ ነቲ ሸሞንተ ዓመታት ለፊዑ ዘጥረዮ ንብረትን ገንዘብን ተረኪቡ፣ ዝሽየጥ ሸይጡ፣ ዝተሓዝ ሒዙ፣ ዓዱ ተመሊሱ ጋራጅ ክኸፍት ተራእዮ። ንሱ'ዩ ትምኒቱ። እቲ ጽቡቕ ጉዕዞ፣ ህዱእ ንፋስ ናይቲ ባሕሪ፣ ሓሳብ ልቦም ክፍትሽን ክብርብርን ሰሰናዩ ክሓስቡ ዘፍቅድ ድማ ነበረ። ካብ ክልተ ሰዓታት ንላዕሊ ግን ኩነታት ኣየር ባሕሪ ንእለቱ ተቐያየረ። ጸጥ ኢሉ ከም ሜዳ ሰውሒ ተሰጢሑ ዝነበረ ጽፍሒ ባሕሪ ናብ ቅርጺ ኩርባን ሩባን ክቕየር ግዜ ኣይወሰደሉን። ሃንደበት እዩ በዚ መጺኡ ዘይተባህለ ሰይጣን ዝዓሰሎ ሓያል ህቦብላዊ ንፋስ ተላዕለ። ተጠቕሊሉ ዝገማጠልን ዘንከራሩን ዘሎ ኩርባ ክመስል፣ ማዕበል ባሕሪ ነታ ጃልባ እናሰፍሰፈ ብርእሳ ሓፍ ኣቢሉ፣ ብርእሳ ነቝቱ ኣጋፈዓ። ሰብ ጽቡቕ ተስፋ ኣብ ሲኦል ከም ዝኣተዉ ንእለቱ መልኣከ ሞት ቅጅል በሎም። ነቶም ማዕበል ባሕሪ ርእዮም ዘይፈልጡ ሰባት ትንግርቲ'ዩ ነይሩ። ንዓታቶም ማዕበል ማለት ኣብ ገምገም ባሕሪ ወይ ዓበይቲ ቀላያት፣ ናብ ደንደስ ጸፊዑ ዝምለስ ጽፍዒ ማይ ከም ዘይኮነ ኣስተብሃሉ። ማዕበል ባሕሪ ሓደ ዓቢ ኩርባ ፈጢሩ ጸላም ተጎልቢቡ ክጋልብ ክዘልል እንከሎ ኣብ ገጽ ባሕሪ ዘለዉ ኣይመሰሎምን። ነብሰ ስግኦም ተፋሪዳ ተጨባቢጣ ብኹቱር ፍርሒ ገጾም ተጨማዲዱ እስርስር ምስ በሉ ወላ ሓንቲ እውን ክሓስቡ ኣይከኣሉን። ቁም ነገሩ ዘይስማዕ ዘረባ፣ ጫቑጫቑን ኣውያትን ደኣ ዓብለለ። ማዕበል ባሕሪ መፍትኡ ዝረኸበ ወናም ኣባ ጓይላ መሰለ። ነታ ጃልባ ብታሕቲ ተሰኪሙ ምስ ሰሰሳ፣ ኣብ ዝባኑ ሓንጊሩ ናብ መዓሙቕ ባሕሪ ደርብዩ ምድሪ ከኣ ኣልሓሳ። ኣልጊቡ ዝሰዓበ ካልእ ማዕበል እንደገና ተሰኪሙ፣ ሰብን ማይን ሓዋዊሱ ብብርቱዕ ናህሪ ካብ ማዕሙቕ ኣውጺኡ ምስ ካልእ ማዕበል ከኣ ኣላተማ። ኣይጸንሐትን እታ ጃልባ፣ ሰንኮፍ ከም ዝጸንሐ ማዕጾ ዕንጸይቲ ብትንትን ኢላ ፋሕፋሕ በለት። ጸኒሑ ሞተራኣ ገለ ሓዊ ወሊዑ ጫርጫር በለ። ኣብ ገንኣት ጸንሐ ነዳዲ ተባሪዑ ቃልቃል ኢላ ናብ ዳሜራ ድማ ተለወጠት። ማሕሙድ ምስ ባሕርን ማዕበልን ጽቡቕ ሌላ ስለ ዝነበሮ በቲ ዘጋጠመ ከቢድ ሓደጋ ፍጹም ኣይተዳህለን። እቲ ማዕበል ነታ ጃልባ ሰፍሲፉ ክስከማ ምስ ጀመረ ብቕጽበት ዘሊሉ ናብ ባሕሪ ተኖቒቱ ክሕምብስ ጀመረ። ሚእቲ ሜትሮ ኣቢሉ ካብታ ጃልባ ምስ ረሓቐ ድማ ኣማዕድዩ ተዓዘባ። ኩነታት መጓዕዝቱ ክፈልጥን ኣንፈት ጉዕዝኡ ክቆጻጸርን ረጊኡ መሰስ ተብሃለ ዝሰዓቦ ሰብ ፍጹም ኣይረኸበን። እቶም ፈለማ ነብሶም ከውጽኡ ናብ ባሕሪ ክዘሉ ዝረኣዮም ባሕረኛታት ሰብ ጃልባ ናበይ ከም ዘበሉኻ ክርእዮም ኣይከኣለን። ኣብቲ ጸላም ባሕሪ ተገፊዑ ምስቶም ዓሳታት በይኑ ከም ዝተረፈ ኮይኑ ተሰምዖ እሞ ክፈርሕ ከኣ ጀመረ። እቲ መቓልሕ ክመልስ ዘይክእል ባሕሪ ነቲ ብእኩብ ዝድርጓሕ ዝነበረ ኣውያት መጓዕዝቱ ኣቓልቦኡ ወሰዶ። ካብቲ እኩብ ኣውያትን ጫቑጫቑን ሕውስውስ ዝበለ ድምጽን መንጢሕ ኢሉ መን ሰሪሩ ውን ክፈሊ ኣይከኣለን። ዝከኣሎ እኳ እንተ ተጸበየ እቲ ዝነበረ ኣውያትን ጫቑጫቑን ህጣሙ ክሳብ ዝጠፍእ ከኣ ተኸታተሎ። ኣብ መወዳእታ ጨልፋዕ! ጨልፋዕ! ጨልፋዕፋዕ! ዓኽ! ቡጭ! ኣውያት!

ማሕሙድ ዝገደፎ ጸጋታት ከናድስ ይትረፍ ነዛ ህይወቱ ንምዕቃብ ኣብ ከቢድ ፈተነ ኣተወ። ኣንፈቱ ብመሪሕ ኮኾብ ሰሜን እናተመልከተ በቲ ዝመጽኣሉ ማእዝን ንምምላስ ጉዕዞ ባሕሪ ብምሕንባስ ተተሓሓዞ። ኣብቲ ጸጥ ዝበለ ጉዕዞ እታ ጃልባ ልዕሊ ክልተ ሰዓታት ዝጀለቦቶ መስመር ጉዕዞ ንሱ ምስ ማዕበል ባሕሪ እናተጻፍዐ ሓንቢሱ ክወጸኸ ይኽእልዶ? ናይ ሞትን ህየትን ፈተነ ከቢድ ጉዕዞ እዩ ነይሩ። ካልእ ዝኾነ ኣማራጺ ስለ ዘይብሉ ግን ክሳብ እታ ትንፋሱ እትሓልፍ ክጽዕር ነይርዎ። ኣብ ኣፍ ዕርበትን ሞትን ግዜን ሰዓታትን ምቑጻር ዘገድስ ኣይመስልን። ማሕሙድ ብግምት ሓደ ሰዓት ኣቢሉ ምስ ሓምበሰ፣ ጻውዒት ናይ ሓደ ሰብ ሰምዐ። ስለ ዘይኣመነ እዝኑ ኩር ኣቢሉ ተጸናጸነ። ድምጺ ናይቲ ብቐረባ ዝፈልጦ ዑስማን ምዃኑ ድማ ኣረጋገጸ። ዑስማን ኣቦ ክልተ ቆልዑን በዓል ሓዳርን ኮይኑ ደቁ ብጸገም ዘዕቢ ዝነበረ'ዩ። ሽዑ ድምጺ ካልኣይ ብጻዩ ምስ ረኸበ ንዑስማን ኣድሃዮ። ዑስማን ውን ንማሕሙድ ስለ ዘለለዮ ሞራል ረኸበ። ማሕሙድ! ማሕሙድ! እናበለ ከኣ ናብ ጥቕኡ ቀረበ። ኣብ ባሕሪ ግን ሰላምታ ንምልውዋጥ ብኢድ ምጭብባጥ የለን። ክትጨባበጥ እንተፈቲንካ ተለኻኺምካ ምጥፋእ'ዩ። ምጥሓል'ዩ። ኣብ ማዕሙቕ ባሕሪ ክኢልካ ኣይከኣልካን ናትካ ዓቕሚ ጥራይ እዩ ወሳኒ። ነብስኻ ምኽኣል ንነብስኻ ባዕልኻ ምድሓን ማለት እዩ። ማሕሙድን ዑስማንን ሓደ ጨሪሱ ዝደኸመ ነቲ ዘይደኸመ ስሒቡ ክልክሞ ከም ዝኽእል ስለ ዝፈልጡ ቁሩብ ተፈናቲቶም ማዕረ ማዕረ እናሓምበሱ ከኣ ምስ ዕላል ጉዕዞኦም ቀጸሉ። ኣብ መንጎ'ቲ ዝነበሮም ዕላል ሎሚ ካብዚ ባሕርዚ ወጺእና እንተ ድሒንና፣ ካልእ ግዜ ናብዚ ባሕርዚ ከይንምለስ ክንምሕል ኣለና በለ ዑስማን። ማሕሙድ'ውን ትቕብል ኣቢሉ ሎሚ ጥራይ ካብዚ መዓት'ዚ ንውጻእ እምበር፣ ድሕሪ ሎሚ ገጽ ባሕርን ስደትን ክርኢ ኣይደልን እየ። ጥዕና ጥራይ በለ። ክልቲኣቶም ተስፋ ረኺቦም ሕድሕዶም ጽቡቕ እናተጸናንዑ ፍርቂ ሰዓት ዝኣክል ምስ ሓምበሱ፣ ማሕሙድ! ማሕሙድ! ዝብል ካልእ ድምጺ ጻውዒት ናይ ካልእ ሰብ ተሰምዐ። መን ኢኻ? መን ኢኻ? ኣጆኻ! ኣጆኻ ናባይ ንዓ ጥራይ ናብዚ። መለሰ ማሕሙድ ብዓውታ። ኣነ ግርማይ'የ! ግርማይ'የ! በለ እቲ ዘድመጸ። ማሕሙድ ንግርማይ ኣብቲ ህዱእ ጉዕዞ ናይታ ጃልባ ማዕበል ከየርከበ ተላልዩዎ ስለ ዝነበረ፣ መርሓባ ግርማይ! እንታይ ሒዝካ ኣለኻ? ገለ መድሓኒ ነብሲ ዝኸውን ኣለካዶ? ተወከሶ። እወ! እወ ሒዘ ኣለኹ፣ ጀሪካን ሒዘ ኣለኹ፣ መለሰ ግርማይ። ድሕሪኡ ቁሩብ ምስ ተጸበዩዎ፣ ግርማይ ኣርኪቡ ማዕረ ማዕረ ተመዓራርዮም እናሓምበሱ ጉዕዞኦም ቀጸሉ። ሰለስተ ፍጡራት ደቂ ኣዳም፣ ማሕሙድ፣ ግርማይ፣ ዑስማን፣ ኣራእሶም ኩዕሶ ክመስላ ኣቐልቂሎም ኣብቲ ማዕበል ባሕሪ ይሕምብሱን ይሰራሰሩን ነበሩ። ኣርባዕተ ሰዓታት ኣቢሎም ብሓንሳብ ምስ ሓንበሱ፣ ዑስማን ደኺመ፣ ተኻኢለ ኣለኹ ከምዚ ኾይኑ ከይበለ ህጣሙ ኣጥፍአ። መጀመርያ ሓይሊ ትንፋስ ክዕቅብ ድምጹ ኣጥፊኡ ኣብ ምሕንባስ ዝተረፈ መሰሎም። ኣርጢቦም ከረጋግጹ ዑስማን! ዑስማን! ብምባል ደጋጊሞም ጸውዑ፣ መልሲ ግን ኣይተረኽበን። ኣስከሬን ረኺብካ ኣብ ባሕሪ ዝፍጸም ሓመድ ድበ የለን። ኦሮማይ ካብ ማዕሙቕ ባሕሪ ዝመጸ ዓሳ ባሕሪ እዩ ወሲድዎ ዝኸውን ኢሎም ከኣ ቀበጽዎም ነቲ ብጻዮም። ማሕሙድን ግርማይን በቲ ዘጋጠመ ምጥፋእ ናይ ብጻዮም እናጓሃዩ ጉዕዞኦም ቀጸሉ። ካልእ ምርጫ የብሎምን። ሰለስቲኦም ተራኺቦም ቁሩብ ተስፋ ሰኒቖም ክጸናንዑ ዝጸንሑ፣ ዑስማን ኣሎ እናበልዎ ምስ ጠፍኤ ኣብ ዓቢ ስግኣት ድማ ወዲቖም ተረበሹ። ብማዕሙቕ ባሕሪ ዝመጽእ ሓደጋ ብምሕንባስ እትከላኸሎ ኣይኮነን። ብፍላይ ግርማይ ብጀሪካን ተደጊፉ ይሕንብስ ስለ ዝነበረ ዝያዳ ተጨነቐ። ተስፋ! ኣለና ዶ ትብል? ካብዚ ባሕሪ'ዚኸ ብህይወት ክንወጽእ ዲና? ሓተተ ግርማይ ንማሕሙድ ቀቢጸ ተስፋ ብዝኾነ ኣደማምጻ። ማሕሙድ'ውን ኣብ ክእለት ምሕንባስ ዝተኣማምን እኳ እንተኾነ፣ ኣብቲ ማዕሙቕ ባሕሪ ሻርክ መጺኡ ክውሕጦም ከም ዝኽእል ገሚቱ፣ እንድዒ ኣይመስለንን፣ ዝከኣለና ጥራይ ንፈትን በለ ብናይ ዕርበተ ሕልና። ማሕሙድን ግርማይን ድሕሪ ዑስማን ዝነበሮም ተስፋ ማህሚኑ እዩ። ክልተ ሰዓት ዝኣክል ምስ ሓምበሱ እውን ካልእ ሽግር ተፈጥረ። ግርማይ ፍጹም ተዳኺሙ ጨሪሱ ከኣ ተኻእለ። ከም ዑስማን ግን ሃንደበት ህጣሙ ኣየጥፍእን። ዘጋጠሞ ጸገም ተዛረበ። ማሕሙድ ዓርከይ ኣነስ ደኺመ፣ ተኻኢለ ኣለኹ። ከብደይ ማይ መሊኡ። ዘቕቢብ'ዩ ዘሎ ብምባል ሓበሮ ንማሕሙድ። ማሕሙድ ንባዕሉ ተዳኺሙ ሞራሉ ኣብ ምጽንቃቕ ስለ ዝነበረ ኣጆኻ! ኣጆኻ ግርማይ! ፈትን! ንስኻ እንተ ተሪፍካ ደኣ ኣነ'ውን እኮ ኣይወጽን'የ ማለት'ዩ በለ ማሕሙድ። ሞራል ከኣ ክህቦ ደለየ ንግርማይ። ድሕሪ ውሱን ደቓይቕ ናይታ ዝተዘራረቡላ ግዜ ግን ኣይቀጸለን። ማሕሙድ። ቻው ቻው ማሕሙድ ብምባል መሰድሃየ ኣየምለሰን። ግርማይ ብኣ ኣቢሉ ንሓዋሩ ሽርብ በለ። ጢሕ ኢሉ። ማሕሙድ ንግርማይ ቀልጢፉ ክቆብጾ ኣይከኣለን። ደጋጊሙ ግርማይ ኣታ ግርማይ እናበለ ንደቓይቕ ምስ ተዳህየ ምላሽ ስለ ዘይረኸበ ነዛ ርሑ ሒዙ ጥራይ በይኑ ተረፈ። ኣነውን ዕድለይ ካብቲ ናቶም ዝፍለ ኣይኮነን፣ ድራር ዓሳ ምዃነይ ዘይተርፍ እዩ ብምባል ቀቢጽዋ ንነብሱ ተስፋ ከኣ ቆረጸ። ኩሉ ዝሓለፎ ህይወትን ተስፋን ቅብጸትን ዘኪሩ ምስ ነብሱ ምስ ተፈራረደ ንብዓት ስዒርዎ ከሕነቕንቕ ጀመረ። እቲ ብኽያት ሓይሉ ዝነከየሉ ኮይኑ ተሰምዖ እሞ ትንፋሱ ንምድሓን ክዕገስ ነይርዎ። ብኽያቱ ከኣ ኣቋረጸ። ማሕሙድ ዘስግእ ነገር ገጠሞ። እንታይ ምዃኑ ዘይፈለጦ ካብ መዓሙቕ ባሕሪ ዝመጸ ገለ ነገር ትንክፍ ኣቢልዎ ሓለፈ። እግሩ ተሃሪሙ ውን ክደሚ ጀመረ። ሻርክ ዝበሃል ዓይነት ዓሳ ደም እንተሸቲትዎ ካብ ዕምቆት ባሕሪ ስለ ዝመጽእ ብራዕዲ ጥራይ ተሸምቀቐ ከይውሕጦ። ኣብ ማይ ባሕሪ ጎይኻ እሞ ናበይ ኢኻ ክትበጽሕ ኣበይከ ክትዕቆብ እቲ ሻርክ መጺኡ ክውሕጦ እንከሎ ከኣ ተራእዮ። ከምኡ እናበለን እናሓሰበን ሓደ ሰዓት ዝኣክል ምስ ሓምበሰ እንደገና ካልእ ንኣካላቱ ገለ ነገር ተንከፎ። በቃ ሕጅስ እቲ ሻርክ እዩ መጺኡ። ስለ ሸተቶን ስለ ዝለሓሶን ተካሊት ነብሲ ንኾንቲ ፈንጠርጠር ትብል ከም ዘላ ገይሩ ስለ ዝወሰዳ ንህይወቱ መነና ጥንቅሊዒት ኮይኑ መሓውሩ ብምዝርጋሕ ሓንሳብ ንምዕራፍ ድማ ዓይኑ ሰም ኣበለን። ኣብ ከምዚ ግዜ ንሳልሳይ ግዜ ኣካላቱ ብሓደ ቡፍቡፍ ዝብል ድምጺ ተተንከፈ። በቃ! ሕጂ ክሕዘኒ ስቻርክ ብምባል ብምሉእ ሓይሉ ክነፍጽ ፈተነ። ጸኒሑ እንታይ ደኣ ስቻርክ ኣናሕሲለይ ድዩ ክንድዚ ግዜ ሂብኒ ኣሎ ብምባል ግልብጥ እንተበለስ ካልእ ፈጺሙ ዘይተጸበዮ ዘሰክሕ ኣጋጣሚ ኮነ። እቲ ጥቕኡ ዝነበረ ጀሪካን'ዩ። ጀሪካን። ኣብ ግዚኣ ማዕረ ሻርክ ሓይልን ስልጣን ረኺባ ከም ዘርዓዶቶ ከኣ ተፈለጦ። ብተመን ዝተዳህለ ብልሕጺ ተዳህለ ኮነ ነገሩ። ነታ ጀሪካን ሃዲኡ ቀው ኢሉ ምስ ጠመታ ኣስተንተነ። ብልቡ ከኣ እታ ግርማይ ሒዝዋ ዝነበረ ጀሪካን እኳ ትኸውን ድማ በለ። እምበኣር! ሕጅስ ናብ ምድሪ ገጸይ ቀሪበ ኣሎኹ ዝብል ተስፋ ኣሕዲሩውን ሞራሉ ተሓደሰ። ንፈተነ ብቕጽበት ብርእሱ ተተኺሉ ናብ ዕምቈት ባሕሪ ተኖቕተ። ካብ ቀረባ ርሕቐት ባይታ ተንኪፉ ምስ ተቐልቀለ ደንጸዎ። ኣይኣመነን። ካልኣይ ግዜ ተነቝቱ ሓመድ ሒዙ መሰስ በለ። ብጸልማት ነቲ ሒዝዎ ዝነበረ ሓመድ ክፈልዮ ስለ ዘይከኣለ፣ ኣጸቢቑ ከረጋግጽ ምእንቲ፣ ነቲ ኣብ ዕሟኾ ኢዱ ዝነበረ ሓመድ ጎሰሞ። ብሓቂ ኸኣ ልክዕ ሓመድ ነበረ። ምልክት ድሕነት ህይወቱ ሒዙ፣ ኣዝዩ ኸኣ ተረጋግኤ። ማሕሙድ፣ ድነ ሞት ኣንጸላልይዎ ተስፋ ቆሪጹ ክናዘዝ ጀሚሩ ዝነበረ፣ ልዑል ሞራልን ሓይልን ደሊቡ፣ ዝነበሮ ዕቑር ክእለት ምሕንባስ ብምሉእ ዓቕሙ ተጠቐመሉ። ኣብ መሬት ረጊጹ ደው ንምባል እውን ተረበጸ። ኣብ ጥቓ ገምገም ባሕሪ ዘሎ ኮይኑ ከኣ ተሰምዖ። ዕምቆት ባሕሪ ግን ቀጺሉ መመሊሱ ረሓቖ። ገና መሬት ኣይረገጸን። ምድሪ ወገግ ኢላ ከብዲ ኣድጊ መሰለት። ጸልማት ተቐንጢጡ ብርሃን ኮይኑ ኣርሒቑ መሰ ኣማዕደወ፣ ኣግራብን ስብርባር መሬትን ብዓይኑ ረኣየ። ተሓጐሰ። ነቲ መሬት ስሒቡ ከምጽኦ ከም ዝደለየ ሓምባሳይ ክመስል ብናህርኻ ተሓምበበ። ቁሩብ ጸኒሑ ዕምቈት ባሕሪ ክዕቅንን ብኽልተ መሓውሩ መሬት ረጊጹ ትኽል ክብልን ከኣ ብሓንሳብ ኰነ። ልቡ ብሓጎስ መለኣት። ኣልሓምዲሊላህ ብምባል ብምንቅዕራር ዝሕምብሰሉ ዝነበረ ኣእዳዉ ዝርጋሕ ኣቢሉ ንፈጣሪኡ ኣመስገነ። ምሕምባስ ኣቋሪጹ ብእግሩ ሰንደልደል እናበለ ካብ ገምገም ባሕሪ ወጺኡ ድሩቕ መሬት ምስ ረገጸ ብኽቱር ድኻም ዘርጋሕ ኢሉ ወደቐ። ብዝመዓጎ ማይ ዘቕቢቡ ዝነበረ ከብዱ ንምውጻእ ክደጉሕ ድማ ጀመረ። ዝረግአ ደምን ማይን ተፊኡ ዕውልውል ምስ በሎ ሃለዋቱ ኣጥፍአ። ጸኒሑ ዕረፍቲ ረኺቡ ነብሱ ምስ ተቖጻጸረ ክሳዱ ኣቕኒዑ ከባቢኡ ኣማዕደወ። ሓደ ከምኡ መከረኛ ሰብ፣ ካብ ባሕሪ ክወጽእ ሰንከልከል ክብል ከኣ ረኣዮ። ኣብ መሬት ወጺኡ እግሩ ረጊጹ ደው ክብልን ኣብኣ እንከሎ ብጠጠዉ ብደም ዝተዓለሰ ማይ ክደጉሕን ከኣ ሓደ ኮነ። ኣየድለወን። ናብ መሬት ስጥሕ ኢሉ ወደቐ። ማሕሙድ፣ ግርማይ ወይ ዑስማን እኳ ይኾኑ ኣይፍለጥን እናበለ ቅርብ ኢሉ እንተረኣዮስ ካልእ ዘይፈልጦ ሰብ። እቲ መን ምዃኑ ዘይፈለጦ ሰብ ንኸዘራርቦ እውን ዕድል ኣይረኸበን። እቲ ሰብ ኣብ መሬት ረጊጹ ምስ ወደቐ፣ ልሳኑ ተለኺታ እንከላ ድሮ ትንፋሱ ሓሊፋ ድርቕ ኢሉ ነበረ። ማሕሙድ ንበይኑ ተረፈ። ካብ ከቢድ መከራ ውጻእ መዓት ኮነ። ኣብ ባሕሪ ሓምቢሱ ምስ ማዕበል ባሕሪ ተቓሊሱ ድሕሪ ሸሞንተ ሰዓታት ህይወቱ ኣድሓነ። ሸሞንተ ዓመታት ኣብ ስደት ተቐሚጡ ዘጥረዮ ንብረትን ገንዘብን ግን ንብላሽ ጠፍአ። በጃ ነብሰይ ይኺድ ብምባል ብድሕሪኡ ፍጹም ኣብ ስደት ዝርከብ ሃብትን ንብረትን ከም ዘይናቱ ርእዩ ቀበጾ። በታ ዘላቶ ክእለት፣ ኣብ ዓዱ እናሰርሐ ክነብርን መነባብሮኡ ከጣጥሕን ከኣ መደበን መሓለን። ቅድሚ ኩሉ ግን በለ ሳዋ ክወርድ ኣለኒ በላ ንነብሱ። ካብዚ ባሕሪ እዚ ምስ ወጻእና ናብዚ ባሕሪ እዚ ተመሊስና ከይንስደድ፣ ክንመሓሓል ኣለና ዝብል ቃላት ናይ ዑስማን ደጋጊሙ ኣብ እእዛኑ መሰቃለሓ ከኣ ቶባህ ደጊም ገጽ ባሕርን ስደትን ኣየርእየኒ ብምባል መሓለ። ድሕሪ ሸሞንተ ዓመትን ሸሞንተ ሰዓታትን ገጹ ናብ ሳዋ ኣቕነዐ። ኣብ ሻብዓይ ዙርያ ሃገራዊ ኣገልግሎት ናብ ሳዋ ሽዑ ንሽዑ ወሪዱ። ኣብ ራብዓይ ክፍለ ሰራዊት ካልኣይቲ ብርጌድ ቀዳመይቲ ቦጦሎኒ ካልኣይቲ ሓይሊ ካልኣይቲ ጋንታ ካልኣይቲ መስርዕ ዲርዲር እናበለ ኸኣ ተዓለመ። እዚ ኹሉ ናይ ባሕሪ ተሞክርኡን ሓደጋን ነቶም መተዓልምቱን መዳቕስቱን ኩሉ ግዜ ደጋጊሙ የውርየሎም ነበረ። ንሶም ውን ጽን ኢሎም ይሰምዕዎ ነበሩ። ድሕሪ ግዜ ግን እቶም መተዓልምቱ፣ ማሕሙድ ውጻእ መዓት! ሳዋ ማራ ስለ ዝደለየትካ ካብ ማዕሙቕ ባሕሪ ውጺኣ ተቐቢላትካ ኣላ እናበሉ ይጨርቁሉ ነበሩ። ንሱ'ውን ኣይሰነፈን። ምስ ሳዋን ተልእኾኣን ተቓደወ። ብምሉእ ወንን ፍናንን ኣብ ሓይልታት ምክልኻል ኤርትራ ተሰሊፉ ደጊም ጥዕና ጥራይ እናበለ ግቡኡ ክፍጽም ከኣለ። ኣዘንታዊ፣ ባዕሉ ማሕሙድ መሓመድ ዓሊ፣ ኣባል ሻብዓይ ዙርያ ሃገራዊ ኣገልግሎት።

ዝመጽእ ግዜ ብኻልእ ትሕዝቶ ክንራኸብ ኢና ሰሰናዩ ንኹላትና። ዘልኣለማዊ ዝኽሪ ንሰማእታት ኤርትራ! ዓወት ንሓፋሽ!
ሃገረይ ሃገረይ ያተይ ክብረተይ ውርሻ ወለደይ ጽላለይ ሓበነይ ካብ ጣፍ ናብ ጣፍ ደጉ